ሎናቕነ ኣብ ማሕበራዊ ሚድያ እናተወዝዐ ዝቐነየ ብዛዕባ እዚ ሓውና ኣርቲስት ፍታነግስ ወይ ከዓ ኣያጀኮር እምበር እቲ ሓቂ እዙ እዩ እቲ መንእሰይ ኣብ ውሽጢ ዓዲ ዝርከብ ዳታ መሊኡ እዩ ኢንተርኔት ትጥቀም ሓደ ቪድዮ እኳ ክርኢ ሓፃር ቪድዮ ናይ ሓንቲ ደቂቃ ክርኢ ተኮይኑ እታ ዝመልኣ ዳታ ከይወደአቶ እያ ትውዳእ ንፈልጦ ኢና እዚ እቲ ሓቂ እዩ ዲያስፖራ ግን ናይ ዝሐሸ ኢንተርኔት ዋይፋይ ናይ ምጥቃም ክእለት ኣለዎም ስለዚ ተኣይሉ ኣያ ጀኮር ንሕና እዚ ኪነ ጥበብ ንክነዕብዮ ብዙሕ ፃዕሪ ኢና ንገብር። ከም ሃገርና ካሊእ ስራሕ ንከይንሰርሕ ሞያና ስለዝኾነ ቀትር ለይትን ግዜናን ጉልበትናን ካፒታልናን ንኣርት ኢና ንስውእ ኢሉ። ስለዚ ምብርታዕ የድልየና እዩ፣ ሓገዝ የድልየና እዩ። እቲ ሓቂ ንምዝራብ ኣነ ንባዕለይ ንብዙሕ ዓመታት ኣብ ዝተፈላለዩ ኣብ ናይ ኣርት ስራሕቲ እንዳነጠፍኩ ጸኒሐ እየ ሕዝም እርከብ ማለት እዩ ብዝተፈላለዩ ዓድና ብኸመይ ብቱራቨል ብኣርት ብኸመይ ክነፋልጣ ንኽእል እቲ ሕብረተሰብና እንድሕር ባህሉን ታሪኩን ንዓለም እንድሕር ሴል ጌርናዮ እቲ ሂስትሪ ከመይ ተጠቃሚ ይኸውን ንዝብል ብዙሕ እናፀዓርና መፂና ኢና። ሕዚ እቲ ኣያ ጀኮር ዝበሎ ኣዝዩ ዘስክፍ ንሕና ተጋሩ ኣይንተሓጋገዝን ሕስድና ኣሎ ኢሉ ብግልፂ ዋላ ሓደሓደ ነዙይ ዘይርድኦም ዋላ ካልእ ይሰማዓዮም ብድፍረት ወፂኡ ከምዚ ኢሉ ምዝራቡ ናይ ሓደ ሓደኹም ንገገሌኹም ዕርዩ ዘቆጥዐ ይመስል ግን ሓቂ እዩ ንሕና ተጋሩ ናይ ምትሕግጋዝ ዓቕምና ኣዝዩ ትሑት እዩ። ሓደ ሓደ ግዜ ብጣዕሚ ይገርመኒ እዩ እንታይ እዩ ሓደ ሰብ ንኸይሓልፈሉ ስለ ዘይንደሊ ዲና ከምኡ ልምዲ ስለ ዘይብልና ድዩ ይገርመኒ እዩ ንባዕለይ ስለዚ እዞም ኣሕዋትና እዚኦም ኣብ ኪነ ጥበብ ዘርፍ ክሳተፉ እንተለዉ ገንዘቦም ጉልበቶም ኩሉ ነገሮም እዮም ኣብኡ ዘጥፍዎ ማለት እዩ ስለዚ ንሕና ክንተሓጋገዝ እዩ ዝግባእ ሞራል ክንዎም እዩ ዝግባእ ስለዚ ነቲ ሓቂ ተዛረብዎ ንዕኡ እንዳደጋገምና ዳውን ምግባር ዝተቐነየ ናይ ሎሚ ቅነ